ስለዚ ኣብዚ ቪድዮ እዚ ኣብ ሬስቶራንት ከድኩም ትጥቀምሎም ዓይነት ኣባህላታት ወይ ከዓ ፍሬዛትን ክንርኢ ኢና ማለት እዩ ብፍላይ ከዓ ኣብ ናይ ኖርዝ ኣሜሪካን ሬስቶራንትሳት ኣቲኹም ትጥቀምሎም ዓይነት ኣባህላታት ቃላት ፍሬዝስ ክንርኢ ኢና ማለት እዩ ብዝያዳ ግን ኣባህላ ኮመንሊ ኩሉ ግዜ ንጥቀመሉ ከመይ ዓይነት ኣባህላ እዩ ዝብል ክንርኢ ኢና ማለት እዩ So ብጣዕሚ ኣገዳሲት ቪድዮ እያ ደጋጊምኩም ተሪኢኩማ ከኣ ኣነ ርግጸኛ እየ ኣብ ሬስቶራንት ከይድኩም ብዘይ ስክፍታ ብ confidence ዘድልየኩም ሓሳባትኩም ገሊጽኩም ተጠቂምኩም ክትከዱ ትክእሉ ኢኩም ማለት እዩ ስለዚ ኣብዚ ቪድዮ እዚ መጀመርያ እንታይ ክንሪኢ ኢና ቦታ ምሓዝ making a reservation or booking for a table ብዙሕ ግዜ of course ከከም ዓይነቱ ከከም ደረጃ ናይቲ restaurant ይፈላለ እዩ ብኦንላይን ክኸውን ይኽእል እዩ ፎን ኮል ክኸውን ይኽእል እዩ ደዊልካ ዋላ እውን ብኣካል ጥራይ ከይድካ ክኸውን ይኽእል እዩ ማለት እዩ so ንኹሉ ዘማልእ እዩ ኢለ ዝሓሰብክዎ እቲ ካዥዋል ዝኾነ ሬስቶራንትን ነቲ ለግዠሪ ዓይነት ዝኾነ ወይ ከዓ ፋንሲ ዝኾኑ ሬስቶራንትን ኣብ ማእኸል ዘማልእ እዩ ዝበልክዎ ዓይነት ኣቀራርባ እዩ ሒዘ መፅየ ዘለኹ ስለዚ ክትከታተሉኒ ብክብሪ ይዕድመኩም ማለት እዩ ሰው መጀመርያ ቦታ መሓዝ ክንርኢ ኢና ብድሕሪኡ ብዛዕባ ሜኑ ከመይ ጌርና ንሓትት ክንርኢ ኢና። ካብኡ ቀጺልና ዝደለኹሞ ነገር ወይ መግቢ ወይ መስተ ከመይ ጌርኩም ከም ትእዝዙ ክነግረኩም እየ። ካብኡ ቀጺልና ቅሬታ ወይ ከኣ ርእይቶ እንተ ሃልዩኩም፣ ቅሬታ ንኣብነት እቲ መግቢ ከም ዝደለኹሞ እንተ ዘይተሰሪሑ ወይ ዘይደለኹሞ ዓይነት መግቢ ሰሪሖም ተምጺኦምልኩም ወይ ከኣ ርእይቶ ክትህቡ ተደሊኹም ከመይ ጌርኩም ብኸመይ ኣገባብ ከም ትብሉ ክነግረኩም እየ።

or expression ብጣዕሚ ኣገዳሲት ምክንያቱ ብጣዕሚ ኮመን ዝኾነት ኤክስፕሬሽን እያ ወይ ከ እንታይ ክንብል ንኽእል ኢና I would like to book for a table ክልቲኡ ኮመን እዩ ካብ ሓዲኡ ክንጥቀም ንኽእል ኢና so host እቲ ተቐባሊ ቴሌፎን ወይ ከዓ ተቐባሊ ጋሻ እንታይ ክብለና ይኽእል እዩ

ኮመን ስለ ዝኾኑ ሰሙን ምፍላጦም ኣገዳሲ እዩ ማለት እዩ። ስለዚ ሓደ ሓደ ኣገዳስቲ ዝኾና ኮንትራክሽንስ እውን ነግረ መገደይ እንዳነገርክኹም ክኸይድ እየ። ካብኡ ቀጺሉ ሰዓት ነጊርና ኢልና ሰዓ ሸውዓተን ፈረቓን ናይ ምሸት ከም ንመጽእ ማለት እዩ። ሆስት ብድሕሪኡ እንታይ ክብለና እዩ? Perfect! I've booked a table for four at 7:30 p.m. under your name. Can I have your name please? ጽቡቅ ብስምካ ነርባዕተ ሰባት ምስ ዓሸውዓተን ፈረቃን ሒዘልኩም ኣለኹ ስምካ ትበን ዶ ትኽእል ኮለር Yes it's John Smith ጸገም የብሉን ጆን ስሚዝ ወይ ከኣ ሕራይ ጆን ስሚዝ ይበሃል ብድሕሪ ሆስት Thank you Mister Smith We'll see you at 7:30 pm

ብዛዕባ ቡኪን ወዲእና ኣለና ወይ ከኣ ሪዘርቬሽን ወዲእና ኣለና፣ ሪዘርቭ ጌርና ኣለና። The next is when we arrive at the restaurant ኣብቲ ሬስቶራንት ምስ በጻሕና እንታይ ንብል ክንርኢ ኢና። ፕሮባብሊ ሆስት እዩ ክቕበልና ወይ ከኣ ተቐባሊ ኣጋይሽ ክቕበለና እዩ።

እወ ኣለና ብጆን ስሚዝ ዝብል ሒዝና ኢና። Host፣ ብድሕሪኡ ቸክ ምስ ገበረ እቲ ሆስት ወይከኣ ተቐባሊ ጋሻ Right this way ሚስተር ስሚዝ፣ በዚ ተኸተለኒ ወይከኣ ናብዚ ንዑ ሚስተር ስሚዝ፣ Your table is ready! Enjoy your meal!

ሪብ ማለት ካብቲ ሪብስ ወይ ከኣ ካብ መሰንገል ኣከባቢ ዝርከብ ዓይነት ስጋ ብፍላይ ማለት እዩ። ሜድየም ሬር ከኣ ብጣዕሚ ዘይተጠበሰ ወይ ከኣ ማእከላይ ኣጠባብሳ ዘለዎ። ሬር ተይልና ጽልው ጽልው ዘበልናዮ ጥራይ ማለት እዩ። ሜድየም ሬር ማእከላይ ኣጠባብሳ ዘለዎ and well done ተይልና ብጣዕሚ ዝተጠበሰ ማለት እዩ። Could you bring some ranch dressing on the side as well? ኢሉ ማለት እዩ ድረሲንግ ማለት ከ ከምዚ ሓፊስ መማቕርቲ ዝኸውን ማለት እዩ ልክዕ ከም ካቻብ ዓይነት ኮይኑ ግን ብዝተፈላለየ ቀመማ ስራሕ ንኣብነት ራንች ድረሲንግ እንተኮይኑ ካብ በዓል ጠስሚ ወይ ፀባ ምስ ኣሕምልቲ ገለ ዝተቃመመ እዩ ማለት እዩ ሰው ራንች ድረሲንግ ግን ከይተሓዋወሰ ኦን ደ ሳይድ ተልና ኣብ ንበይኑ ተፈልዩ ክመጸልና ተደሊና on the side ንብል ማለት እዩ ድሕሪኡ በቲ ንሕና ንደልዮ መጠን ሓዋዊስና ንበልዖ ወይ ከኣ እንዳጠማዕና ክንበልዖ ንክእል ማለት እዩ Customer number two ካልእ እንታይ ክብለኩም ደሊ እዞም ዓይነት መግብታት እዚኦም ናይ ማለት ኣን ፋሚልያር ክትኮኑ ትኽእሉ ኢኹም ምሶም ኣብ ኖርዝ ኣሜሪካ ንረኽቦም ዓይነት መግብታት እዮም ስለዚ

I'll take the grilled salmon, grilled salmon ዝተጠበሰ ሳልመን ሳልመን ኣይኮነትን እትንበብ ሕጂ ሳመን ኤል ኢዝ ሳይለንት ኤል ኣይትንበብን እያ ሳም ን ሳመን

መረነራ ዝበሃል እዚ ኣብ ጸጋም ትሪእዎ ዘለኹም ኣልፍሬዶ ክኸውን ከሎ ኣብ የማን ከኣ መረነራ መረነራ ሞር ካብ ኮሚደረ ገለ ከምኡታት ዝስራሕ እዩ እቲ ኣልፍሬዶ ግን ጸባ ጠስሚ ገለ ዘለዎ ማለት እዩ ሰው ብዙሕ ንሱ ምፍላጥ ኣየድልየኩምን እዩ ማለት ተፈሊጥኩሞ ጽቡቅ ተዘይኮይኑ ግን ብዙሕ ዘጨንቅ ኣይኮነን ምክንያቱ ካብ ሚኑ ሪኢኩም ውን ክትእዝዙ ስለትክእሉ ቀንዲ ኣብዚ ክትሕዝዎ ዝደልየኩም ኣነ እንታይ እዩ ኣብቲ ኣበሃህላ ከመይ ጌርካ ኢካ ትብል ኣብቲ ፖላይትነስ ንኣብነት could you substitute ይብላ could you can you ክንብል ንክእል ኢና ግን can you more ትርር ዝበለ ቁሩብ እዩ ማለት እዩ could you ወይ ከዓ may

ጽቡቅ ክምለስ እየ ተመሊሰ ክወስድ እየ ገንዘብኩም ከስትመር ምስ ተመለሰት ማለት እዩ ብክረዲት ካርድ ትከፍልዎ ተኮይንኩም ካሽ ተኮይና ካሽ እንዳሃብኩም ሄር ዩ ጎው ኢልኩም ትህብዋ ማለት እዩ ሰርቨር Thank you I'll be right back with your receipt ብድሕሪኡ እቲ ረሲትኩም እንዳሃበት እንታይ ክትብለኩም ትክእል እያ Here is your receipt